ደሓን ዶ ንስኹም ክብራት ሰማዕትና ሎሚ ቐዳም ዓሰርተ ሰለስተ ለካቲት ክልተ ሽሕን ዕስራን ሓደን ወይ ከዓ ሽዱሽተ ለካቲት ክልተ ሽሕን ዓሰርተ ሰለስተን ዓመተ ምህረት እዩ እዚ መደብ ኣጋይሽ ብምዕዳም ንስኻትኩም ሰማዕትና ሕቶታት ብምቕራብ ትካፈልሉ መደብ እዩ መደብ ቀዳመ ሰንበት ልክዕ ከምቲ ካብ ሰኒ ክሳብ ዓርቢ ዘሎ ደድሕሪ ቋንቋ ኣምሓርኛ ካብ ሳተላይት ብተወሳኺ ብሬድዮ እውን ምትሕልላፍ ጀሚሩ ኣሎ። እዚ መደብ ኣጋይሽ ብምዕዳም ንስኻትኩም ሰማዕትና ሕቶታት ብምቕራብ እትካፈልሉ መደብ እዩ ኣብዚ ናይ ሎሚ መደብና ኩናት ትግራይ ዳርጋ ሓደ ሚእቲ መዓልትታት ኮይኑዎ ኣሎ እቲ ኩናት ብወተሃደራውን ብፖለቲካውን እንታይ ኣዐወተ ዝብሉን ካልኦት ተኣሳሰርቲ ሕቶታትን ንኽምልሱልና ክልተ ኣጋይሽ ዓዲምና ኣለና። ገብረ ገብረመድህን እዩ ኣዘራሪብዎም፣ ናብኡ ከሕልፈኩም እየ። ኣጋይሽ ናይዚ መደብ ብምዃንኩም ብሽም ሰማዕቲ የመስግነኩም። ንምጅማር ንርእስኹም ንሰማዕቲ ኣላልዩ። ካብ ርሑቕ ክጅምር። ኣብርሃ ሃይለ ዝብሃል ኣብ ዩኒቨርሲቲ መቐለ መምህር እየ። ቀጽል።
የቐንየለይ ገብረ። ኤርምያስ ይበሃል፣ ኤርምያስ ኣማረ። ነባርነተይ ኣብ ኣሜሪካ እዩ፣ ኣብ ኒውዮርክ። ቅድሚ ንኣሜሪካ ምጻይ ኣብ መቐለ ዩኒቨርሲቲ እየ ዝሰርሕ ነይረ። ብዝተወሰነ መልክዑ ድማ ኩነታት ሃገረይ ስለዘጨነቐኒ ሓንቲ ሓንቲ ሰዓብ ኣብ ሚድያ ይነጥፍ። ሓፈሻዊ ርእይቶኹም ብምሃብኪ ንጅምር። ትግራይን ህዝባን ኣብዚ ሰዓት እዚ ኣብ ምንታይ ኩነታት ኣለዉ ትብሉ? ካብ ኣብርሃ ክጅምር። የቐንየለይ ገብረ፣ ህዝቢ ትግራይን ትግራይን ኣብዚ ሐዚ ዘለዎ ኩነታት ብጣዕሚ ኣብ ከቢድ ማሕበረ ኢኮኖሚያዊ ቅልውላው፣ ፖለቲካዊ ቅልውላው፣ ናይ ሴኩሪቲ ቅልውላው፣ ናይ ህልውና ቅልውላው ኣብ ዘለሉ ሓፋ ብርኪ ደረጃ እዩ ዘሎ። ናይ ህልውና ሓደጋ ኣጋጢምዎ ኣሎ ኢለ እየ ዝገልፆ ህዝቢ ትግራይ። ህዝቢ ትግራይ ሐዚ ኩሉ ነገር ካብኡ ደሊጹ ኣብ ጽልም ዝበለ ድቕድቕ ጸልማት ዝነብር ዘሎ ህዝቢ እዩ ህዝቢ ትግራይ። ተመሳሳሊ ሕቶ እየ ዝሓተካ ትሕቲ ሓደ ደቂቃ ትግራይን ህዝባን ኣብዚ ሰዓት እዚ ኣብ ምንታይ ኩነታት ኣለው ኤርምያስ። የቐንየለይ ገብረ፣ ኣንጻራዊ ብዝኾነ መልክዑ ክንሪኦ እንተኾይንና ከም ሰብ ናይ ምንባር ናይ ህልውና ከም በዚክ ነሰሲቲስ ስኢኑ ኣብ ከርተት ዝነብር ኣብ ጸልማት ናይ ብሓቂ ከብድኻ ዝበልዕ፣ ተስፋ ዘይረኣየሉ ፃሕ ንጎታይ ክኾን ከምዝኽእል ኣብ ዘይፈልጠሉ ኩነታት እዩ ዘሎ ህዝቢ ትግራይ ሕዚ። ሕዚ እውን ኣብዚ ሰለስተ መዓልታት ኣብ ከተማ መቐለን ካልኦት ከተማታት ትግራይን ይረኣዩ ዘለዉ ምዕባለታት ከይለዓልና ምሕላፍ ፅቡቕ ኣይመፅእን እሞ ኣስፊሕና ኣይንሪኦን ግን ሕፅር ብዝበለ ርኢቶታትኹም ንምውሳድ ምስቲ ኣብ ሰለስተ መዓልቲ ናይ ሃይማኖት መራሕትን ሽማግለታት ዓድን ካብ ኣዲስ ኣበባ ናብ መቐለ ምስ ምምፃእ ተኣሳሲሩ እዩ እዚ እቲ ዝቐርብ ዘሎ ሕቶ እሞ ብምኽንያት ሽማግለታት ዓድን መራሕቲ ሃይማኖትን ናብ መቐለ ምምፃእ ካሊእ ሞት ካሊእ ሓዘን ኣድላይ ዶ ነይሩ? ኣብርሃ ኣብ መቐለ ኣለኻ ትሪኦ ኣለኻ፣ ኤርሚያስ ድማ ብርሑቕ ኮይንኻ ትከታተሎ ኣለኻ እሞ ኤርሚያስ ብኣኻ ክጅምር። እቲ ካብቶም ሃይማኖት መራሕቲ ክሰምዖ ዝደልዮ ዝነበረ ብእዋኑ ስለ ዘይሰመዖ ከምዚ ዓይነት ስምዒት ምፍጣሩ ባህርያዊ እዩ። ግን ካብኡ ሕልፍ ኢልና ምናልባት ኩልሻዕ ነቲ ሽግር ናብ ደገ እናገበርናን ንኹሉ ድማ ፖለቲካል ትርጉሙ እንድሕር ሂብናዮ ኩሉ ፖለቲካ ክሳተፍ እዩ ማለት እዩ። ፖለቲካ ናይ ውሑዳት ምዃኑ እየ ዝፈልጥ። እዞም ሰባት እዚኦም በረር ሌት ኔቨር ይበሃል ኣብ ዝኾነ ሰዓት መጺኦም ነቲ ህዝቢ ኣለናልካ ኢሎም ምምጸኦም ዓበይቲ ዓዲ እዮም መራሕቲ ሃይማኖት እዮም ሓንጎፋ ኢልካ ምቕባል ኣገዳሲ እዩ ዝበደለካ ውን መጨረሽኡ መጺኡ ኣብቲ ቀብራኻ ክመጽእ ከሎ ውን ይጠፍእ እዩ ሓደ ናይ መዳዓዓሲ ወይ ናይ ምጽንናዕ ተኣሽሙ ስለ ዝኾነ ንኹሉ ብፖለቲካ ዓይኒ ርኢና ብኡ ተበይ ንወስዶ ማለት ኣየ ካብኡ ወጻኢ ውን ዋላ ውን ኣብ ውሽጢ ክልል ትግራይ ውን ኮይኑ ተወሰነ ምንቅስቓሳት ዝተገበሩ ነገራት ኣለዉ እና ቀልጢፍካ ናብ ሽማሽም ብምውጻእ ናይ ባዕሉ ሳዕቤን ክህልዎ ስለ ዝኽእል ብጥንቃቄ ተንሪኦ ጽቡቅ እዩ ንምሳሌ ነቶም ሕዚ ዝመጹ ንባዕሉ ክግምግሞ ከለኹ ዋላ እቲ ዝወሃቡ መልእኽቲ እውን እቲ ብደገ እንሰምዖን እቲ ሪሊ ካብቲ መሬት እንሰምዖ ዘለናን ይፈላለ እዩ ኣነ ሽምግልና ተባሂሉ ዝኸደ ኣካል ኣይሰማዕኹን ኣብ ቪኦኤ ግን ሰሚዐ እየ ባዕለይ ኣብ ትግርኛን ኣብ ኣምሓርኛን ኣብዚ ዝዝረብ ዘሎ ግን ንሽምግልና ይመጽእ ኣሎ እሞ ተባሂሉ መልእኽቲ ይቐርበሉ እና እቲ ዲስኢንፎርሜሽን ድማ ናይ ባዕሉ ጽልዋ ይገብር ስለ ዘሎ ሓላፍነት ብዝተመልኦ እቲ ኢንፎርሜሽን ሼር እናተገበረ እቶም ከምዚኦም ዓይነት ኢንስቲቱሽንስ ዝገብርዎ ኣስተዋጽኦ ምድጋፍ ኣገዳሲ እዩ ኢንፋክት ሓደ ሼር ዝገብረሉ እንታይ እዩ ክሳዕ ሕዚ ዝጸንሑ እቶም ከምዚኦም ዝበሉ ካብ ፖለቲካ ነጻ ዘይምንባሮም ናይ ባዕሉ ዝኸኣለ ጥርጣረን ምድንጋራትን ክህሉ ይኽእል'ዩ። ጽቡቕ ኣብርሃ፣ ኣብዚ ሰዓት እዚ ንሽምግልና ካብ ማእኸል ሃገር ብዝመጹ ምስኡ ተኣሳሲሩ ካሊእ ሞት ካሊእ ሓዘን እንታይ እዩ ዝኸውን ዘሎ ብስሩ ኣብዚ ሰዓት እዚ? ምናልባት ኤርምያስ ኩሉ ነገር ምስ ፖለቲካ ይነተኣሳስሮ ይብሎ ኣሎ። ምናልባት ካብ ቅንዕና ዝብገስ እዩ። ኤርምያስ ኩሉ ነገር ካብ ፖለቲካ ኣንግል ካብ ፖለቲካ እናተበገስና እንተዘይንሪኦ ዝበሎ ኣብ ኖርማል ሲትዌሽን ሓቂ'ዩ ትኽክል እዩ ግን ድማ ሕዚ ቅድም ኢሎም ዝገብርዎ ካብ ዝነበሩ ተበጊስና ሕዚ እውን ዝገብርዎ ዘለዉ ኩሉ እናርኣና እናተዓዘብና እዞም ሃይማኖት ትካላት እዚኦም እዞም ናይ ሃይማኖት ኣቦታት ዝበሃሉ ኣነ እኳ ኣቦታት ሃይማኖት ኣይብሎምን ካብ ፖለቲካ ነፃ እዮም ስለዚ ካብ ፖለቲካ ንባዕልና መፂእና ንርኣዮ እቲ ዝገብርዎ ዘለዉ ዝብል ኣይስማዕምዐሉን። ምኽንያቱ እዚኣቶም ትልም ዝበሉ ፖለቲከኛታት ጥራሕ ዘይኮነስ ናይቲ ዝግበር ዘሎ ኩሉ ውዲት ኣብ ልዕሊ ህዝቢ ትግራይ ዝበፅሕ ዘሎ በደል ኣብ ልዕሊ ህዝቢ ትግራይ ዝበፅሕ ዘሎ ኩሉ ዓይነት ግፍዕታት መረቕትን ኩሉ ነገር ወደስትን ልኢኾም ዝሰዱን ሓይልታት ገለ እየ ዝወስዶም። ፎርዛት ማተር እዚኦም ኣቦታት ምባል እውን ይኸብደኒ ኣቦታት እውን የብሎምን ኣነ። ምክንያቱ ኣቐዲሞም ንቲ ግፍዒ ዝፍፅም ዘሎ ልዕሊ ህዝቢ ትግራይ ዝፍፅም ዘሎ ሓይሊ መርቖ ምስዳዶም ጥራሕ ዘይኮነስ ግፍዕታት ምስ ተፈፀመ እኳ ሓንቲ ንእሽተይ ሽማግሌታት ዘምስል ናይ ሃይማኖት ኣቦታት ዘምስል ሓሴም እኳ ንእሽተይ ርህራሀ ዝመስል እኳ ከውርዒ የመኮርን ሕዚ እውን ናይ ፖለቲካ ፀወታ ክፃወቱ እዮም መፅኦም ናይ ፖለቲካ ፀወታ እውን እዮም ዝፃወቱ ዘለዉ ዝዛረብዎ ቃላት ኩሉ ናይ መሰርታት ፖለቲከኛታት ዝገብርዎ ስራሕትታት እዮም ከውሕልዎ እቶም ሽማግለታትና በሃልቲ እቶም ናይ ፖለቲካ ኣቦታትና በሃልቲ ስለዚ እዞም ሕዚ ዝመፁ ዘለዉ ናይዚ ብስም ሽምግልና ምስ መን ከ መነ መን እውን ዝሽምግልሉ ምዃኖም ኣይርደናን ንመን እዮም ክሽምግሉ መፅኦም መነ መን እዮም ዝሽምግሉ ዘለዉ እዚ ኩሉ ግፍዕታት ናወርቁ ህዝቢ ትግራይ ብጭቕ እንተይበሉ መፅ ፀኒሖም ሕዚ ከዓ እንደገና መፅኦም ዳይዘ ቃላቶም ዝበልኩ ከቐድም ኢለ እውን እቲ ቃላቶም ባዕሉ ክጥቀምሉ ዝተገበረ ኩናት ብምልኡ ሕጊ ንምፋር እዮም ዝብልዎ ሕጊ ንምኽባር ማለት ሕጊ ዝጠሓሰ ኣካል ኣሎ እዚ እዚ ሕጊ ንምኽባር ዝመፅእ ኣካል ድማ ትኽክለኛን ቅዱስን እዩ ኢሎም ኣፍልጦ እዮም ዝህብሉ ዘለዉ ዋላ እዚኣ መፅኦም እውን ሕጊ ንምኽባር ናበሉ ብጥንቃቐ እዮም ዝጥቀሙለን እተን ቃላት ሓደ ሓደ ናይ ወፃኢ ኣካላት ኩናት ዝብልዎ ኮስ ክጥቀሙ ፍቃደኛ ዘይኮኑን ዘይደልዩን ሰባት እዮም ስለዚ እዞም ሰባት እዚኦም እንድያም ሃይማኖተይ ኣነ ኦርቶዶክስ እየ ሃይማኖተይ እውን ምስ እጸልእ ዝገበሩኒ ፍጡራት እዮም እዞም ሰባት እዚኦም ንሳቶም ዝመርሕዎ ናይ ሃይማኖት ትካል ካብቱ ዝብድለና ዘሎ ሓይሊ ፈልየ ዘይሪኦ እኳ ድኣስ ልዕሊ ኩሉ እዩ። እሞ ኣብ ትግራይ ኲናት ግጭት ካብ ዝጅመር ዳርጋ ሓደ ሚእቲ መዓልታት ኣቑጺሩ ኣሎ። ሓጺር ግዜ ዝወስድ ናይ ሕጊ ምኽባር ወታደራዊ ስርሕት ከም ዝተብሃለ ዝፍለጥ እዩ። ድሕሪ ክልተ ሰሙን እቲ ግጭት ምስ ተልዓለ ድማ ብቐንድነት እቲ ወታደራዊ ስርሒት ምዝዛሙ ብቀዳማይ ሚኒስተር ኣብይ ኣሕመድ ተገሊጹ። ሕዚ ካብ ዝግለጽ ኣስታት ክልተ ኣዋርሕን ሰለስተ ሰሙን ገይሩ ኣሎ። ሕዚ ኣበይ ኣለና? እቲ ኲናት እንታይ ኣዐወተ? ብወታደራዊ መዳዩ? ብፖለቲካዊ መዳዩኸ እንታይ'ዩ ተኸሲቡ? እንታይ ኣዐዊቱ? ኣብርሃ ቀጽል ኣብኡ እናሃለኻ። እዚ ኲናት'ዚ ዘምጽኦ ዓወት ምናልባት ነቶም ተዓዊትና ዝብሉ ዘለዉ ሓይልታት ክገድፈሎም፣ እንታይ ከም ዘዐወቶም ኣይፈልጥን። ይበኣኣቶም ዓይኒ እንታይ ኢና ተዓዊትና ዝብሉ ዘለዉ ኣይርደእንን ንዓይ ግን እዚ ከም ህዝቢ ዝሃለቀሉ ንቀፃሊ እውን ከቢድ ዝኮነ ህልቂት ከስዕብ ዘክኣለ ኩናት እምበር እዚ ዓወት ከምዚ ዞም ወታደራዊ ክሳራ ትሪኦ ኣለካ መዓት ክሳራታት ኣብዚ ሃገር እውን ኣስዒቡ ክሳብ ጎራብቲ ሃገራት ናብ ወራር ዝደፋፍኣሉ ሕዚ እያ ንሰብትና ክነክብረላ ንክእል ኢሎም ታሪኻዊ ዝነበረ ክሌሞም ይኹን ሓድሽ ክሌም ወፂኾም ብትእት ዝገብርሉ ዋና ምክንያት ወታደራዊ ክሳራ ስለ ዘኸተለ እዩ ኩናት እዩ ኣብ ልዕሊ ህዝቢ ትግራይ ዝተፈፀመ ንህዝቢ ትግራይ መንግስቲ ካብ ተገበረ ኩናት ንባዕሉ ንቲ ናይ ኢትዮጵያ መከላከያ ሓይሊ እናተባሃለ ዝፍለጥ ዝነበረ ቅድሚ ሕዚ ዳርጋ ናብ ዕንወት ስለ ዘብፅሐ እዚ ተኸራኸራይ ስለ ዘይብላ ማንም ደፋሪያ ኮይነ ኣሎ ማለት እዩ ፖለቲካል እንተሪእናያ ድማ ፖለቲካሊ ከቢድ ዝኾነ ክሳራ እዩ ኣብፂሑ። ክስካብ ህዝቢ ትግራይ ምስ ኢትዮጵያ ከፅለ ይፍፅምልና ዝብል ንእሽተይ ተስፋ ዝነበሮ ምስ ኢትዮጵያ ክቅፅል እውን ተስፍኡ ጠቅሊሉ ዘጥፍእሉ ምስ ኢትዮጵያ ክንቅፅል ኣይንኽእልን ናብ ዝብል መደምደምታ ዘብፅሖ ኩናት እዩ። እዚ ኩናት እዚ ማሕበረ ኢኮኖሚያዊ ቅልውላው ድማ ማንም ዝፈልጦ እዩ ማለት ከቢድ ዝኾነ ማሕበራዊ ኢኮኖሚያዊ ቅልውላው እዩ ፈጢሩ ዘሎ። ስለዚ ብመሰረቱ ዝኾነ ይኹን ኩናት ዕንወት እምበር ዓወት የብሉን እዩ። እዚ ኩናት እዚ ከዓ ብዝበኣሰ ኩለ መድያዊ ክሳራታት ዘስዐበ እምበር እዚ ዝበሃል ዓወት ዘጨበጠ እዩ ዶ ኣይወስድን ምናልባት እቶም ተዓዊትና ኢና ዝብሉ ዘለዉ እንታይ እዩ ዕውትሎም ኣይፈልጥን። ኤርምያስ እቲ ኩናት ብቀንድነት ብዋናነት ተወዲኡ ካብ ዝበሃል ክልተ ወርሕን ሰለስተ ሰሙንን ገይሩ ኣሎ። እንታይ ኣዐዊቱ እዚ ኩናት እዚ?
ዳርጋ ኣብርሃ ሓወይ ዝተዛረቦም ነገራት ብኸፊሉ እሰማመዐሉ እየ። ካብ ኩናት ዓወት ክርከብ ኣይከኣልን። ብኹናት ስዒሩ ዝቐሰነ ስርዓት እውን የለን፣ ህዝቢ እውን የለን። ግን ምናልባት ከም ዓወት እንድሕር ተቖፂሩ መመዘኒ ክህልዎ እዩ። መመዘኒ ማለት እንታይ ኢኻ ኣቺቭ ክትገብር ሓሲብካ ነይርካ እንታይ ከ ተረኺቡ ዝብል ምርኣይ ኣገዳሲ እዩ ብኽልቲኡ ገፅ። ብኽልቲኦም ወገን እኹል ምድላዋት ኣይተገበረን ብሱሩ። ታይ ይደልዩ ከምዝነበሩ ነይፍለጥን ገሊኦም ህዝባዊ ኺናት እዩ ልኻ ፍትሓዊ ኺናት እዩ ልኻ ኣብ ሰለስተ ወርሒ ዝውዳእ ህዝባዊ ኺናት ኣነ ይፈልጥን ሪኤ ውን ኣይፈልጥን ካብኡ ሓሊፉ ድማ ብኽልቲኡ ገፅ ንእሽትለይ ክግምግሞ እንተኾይነ ቦቲ ናይ ትግራይ ገፅ ዝዝረቡ ዝነበሩ ቅድመ ኲናት ነቲ ኣቺቭ ክገብርዎ ደልዮም ዝነበሩ እቶም ጎስጓሳት ክትሪኦ ከለኻ በዚ መዓልቲ እውን ከምዚ ዝኸውን እንተይኮነስ ማዕረ ሰራዊት ትግራይ ካብ ሰራዊት ኢትዮጵያን ኤርትራን ተደሚሩ ናትና ይጥንክር ዝበሃል ኢቭን ኣብርሃ ሓወይ ኣብ ናቱ ፌስቡክ ከም ዝፀሓፎ እውን ብዕሊ ሰነ ክልተ ሽሕን ዓሰርተ ክልተን ኣብ ቤት ፅሕፈት ህወሓት ዝወፀ መመያየጢ ፅሑፍ ኢሉ ከም ዘወፀኦ ህዝቢ ኩሉ መዳይ ድሉው ይኹን ናብ ኲናት ኢና ንኣቱ ዘለና ኢሉ መግለጺ ዘውጸሉ ኢቭን ኣብኡ ውን ኣብቲ ተመሳሳሊ ጽሑፍ ውን ጸላኢ እዩ ጸላሂ ንሕና ወይ ንሱ ሓዴና ክንነብር ኣለና እምበር ሓቢርካ ምንባር ኣይከኣልን ዝብል ተወዲኡ ዝመጸ ጎስኳስ እዩ ኔሩ። ኣብ ሚድያ ውን ዝጸሓፉ ዝነበሩ ፈኸራታት ውን ቁመናን ጭብጦን ዘለዎ ወይ ሃርድ ፓወር ን ሶፍት ፓወር ኢልና ንጽውዖም ኮምዚ ዓይነት ዘለዎ መንግስቲ እዩሞ ከይፈተወ ክደራደር ኣለዎ ተዘይኮይኑ ግን ክረኽባ እዩ ዝብል ክሊር ቪዥን ዘለዎ ዓይነት ዝመስል ኣካይዳ እዩ ነይሩ እና ካብቲ ንሳቶም ዝሓሰብዎ ብኣንፃሩ ምኻዱ ያው ፌይለር ክብሎ ይኽእል እየ። ነቶም ዘሰጎምዎ እየ ዝዛረብ ዘለኹ ኣብቲ ህዝቢ እይከድኩን ዘለኹ። ብኣንፃሩ ድማ በዚ ብማእኸላይ መንግስቲ ዝገበሮ መቸስ እቲ ዘሎ ሕገ መንግስቲ እዚ ትግራይ መላምል ደቁ ገቢሩ ዝሃነፆ ሕገ መንግስቲ ኣብኡ ብዘሉ ብዝነበረ ኣዋጅ ቁፅሪ ሰለስተ ሚእትን ሓምሳን ትሽዓተን ኣዝባር ተስዓን ሓሙሽተን ፌደሬሽን ምክር ቤት ኣብ ትግራይ ክልላዊ መንግስቲ ጣልካ ክኣቱ ኢሉ ንግዚያዊ ምምሕዳር ቻርተር ኣዳልዩ። እቶም ቻርተራት እንታይ እዮም ዝብሉ ክፍተት ናይ ስልጣን ከይህሉ ምክንያቱ ሓላዊ ዘይብሉ ክሉ ከም ዝኣተወ ስለ ዝፍለጥ ንሱ ንክማላእ ዝተዋህቦ ዕማም ነይሩ። ንሱ ብተወሰነ መልክዑ ዝተገበርሉ መንገድታት ርኢና ኢና። ዋላ እውን ኣብቲ ቻርተር ኣባላት ህወሓት ዝነበሩ እውን ክምረፁን ህዝቢ እንተመሪፅዎም ብቐጥታ ክምረፁ ከምዝኽእሉ ዝብሉ ዝተወሰነ ምንቅስቓሳት ከምዝተገበሩ እየ ዝኣምን። ካብኡ ሓሊፉ ግን እቲ መዘና ዘይብሎም ክሳራታት ቅድመ ምድላዋት ዘይምግባሮም እቲ ሰብ ኣብ ሽግር ከምዝወደቐን ሕዚ እውን ሓግዙኒ ኢሉ ርድኡኒ ኢሉ ይማፃወት ከምዘሎ እየ ዝርዳእ ዘለኹ። ኣብ መስመር ሓደ ሰማዒ ኣሎ ሕቶ ኣለኒ ይብሉ ኣለዉ እሞ መጀመርያ ሽምኩም ብምግላፅ ርእይቶ ከይኮነ ሕቶ እሺ የቀኔለይ ሹመይ ሓዱሽ ወላይ እየ ዝበሃል ኣብ ኣሜሪካ ቨርጂንያ ተቀማጢ እየ ኣነ ጥያቄ ዘለኒ እንታይ እዩ ናይ ሕጊ ምክባር ዝብል ኣብ ትግራይ ጦርነት እኒሀ ኣነ ብግለይ ናይ ጦርነት ናይ ዘር ምጥፋእ እየ ዝብሎ ግን ዝኮነ ኮይኑ እንታይ እዩ ሕጊ ኣብ ኩሉ ዓለም ይክበር እዩ ኣብ ዘለናይ ዓዲ ኣብ ኣሜሪካ እውን ኣብ ትግራይ ዝግበር ዘሎ ሕጊ ግን መጀመርያ ነገር ብናይ ወፃኢ ሓይሊ ኣምፂእካ ንህዝብካ ንህዝቢ ናይ ኤርትራ ወታደር ናይ ሶማል ወታደር ናይ ኤምሬት ድሮን ጌርካ ናይ መገዛእ ህዝብኻ ናይ ህዝበይ እትብሎ ህዝብኻ እውን ናተይ እዩ ዝብሎ ብመንግስቲ ብድሮን ጌርካ ንብረቱ ሃፍቱ ኩሉ ክተንፅት ናይ ህዝቢ ንብረት ናይ መንግስቲ ንብረት ክዕኑ ክስረቕ ካልኣይ ደቂ ኣንስትዮ ንእሽተይ ዓብዪ መነኮሳት ዝኾና ኩለን ክግሰሳ ክድፈራ ምግባር ናይ ወደፊቱ ተስፋ ዝኾኑ መናእሰያት ቀንፂልካ ከምኡ እውን ቤተክርስትያናት መስጊዳት ኣቃጺልካ ኣውዲምካ ናይ ህዝብና ታሪክ ዘለዎም ቦታታት ብፈንጂ ኣቃጺልካ ካህናት መነኮሳት ኣብ ዘለውዎ ቦታ ኩሉ እውን ከምኡ ጌርካ ኣዕኒኻ እንደገና ህዝቢ መገዛኢ ሃብቱ ገንዘቡ ካብ ባንኪ ከየውጽእ ዓጺኻ ብጥሜት ክመውት ናይ ደገ ሓገዝ እውን ከይመጽእ ከይኣቱ ገላ ኩሉ ነገር ዓጺኻ ስልኪ ማይ መብራህቲ ኩሉ ዓጺኻ ምስ ደገ ከይራኸብ ብተወሳኺ ድማ ኣብ ኢትዮጵያ ሙሉእ ዘለው ተጋሩ ምንም ነገር ኣብ ኣብ ጉዳይ ናይ ትግራይ ዘየለው ናይ ውድብ እውን ኣባላት ዘይኮኑ ኣብ ናይ መንግስቲ ዝሰርሑ ዝነበሩ ተጋሩ ብሙሉኦም ኣብ እስር ቤት እናእተኻ ኣብ ምክልካል ሃገር ዝነበሩ ዓዲ ዝሕልው ዝነበሩ ኣብ ኣብ ደገ ይኹን ኣብ ወፃኢ ዝነበሩ ነዚኦም ኣሲርካ እናሳቐኻ ካብ ስርሖም ኣውፂእኻ ሕላፍ ሓሊፉስ ኣብ ትግራይ ዝተኸፈተ ባንኪ እወ ኣብ ኣዲስ ኣበባ ዘለው ተምሃሮ ይኹኑ ሰራሕተኛታት ገንዘቦም ከየውፅኡ ዓፂኻ እዙይ ከመይ ኢሉ እዩ ናይ ሕጊ ምኽባር ክኸውን ዝኽእል? ኣነ በዚ ኣጋጣሚ እዚ ምናልባት ብዛዕባ ወላዲተይ ክዛረብ እኳ ተዘይመጻኹ ግን ሆስፒታላት ስለ ተዓጽወ መድሓኒታ ስለ ተሰርቀ ኣደይ ወላዲተይ ኣብዚ ቀረባ ግዜ ዓሪፋ እያ ሕክምና ክትረክብ ኣይከኣለን መቸም ወላዲተይ ጥራይ ኣይኮነትን ብዙሕ ብዙሕ ህዝቢ ይሃልቅ ኣሎ በዚ ምኽንያት እዚ ጥሜት እውን ሕጂ እኒሀ የቐንየለይ ጽቡቕ ወዲየሎ። ኣቶ ሓድሽ ወላይ ወላዲት ኣዴኹም ስለ ዝሰኣንኩም ጽንዓት ይሃብ ብሓቂ እሞ

መንግስተ ሰማያት የዋርሶ። ኩናት ንብሎሲ ከም ኮዝ ጌርና እንሪኦ ሓደሓደ ሻዕ ኢፌክት እዩ ናይ ብዙሕ እኽብካብ ውጽኢት እምበር ድሕሪ ኩናት ዘሎ ነገር እትግምቶ ነገር ኣይኮነን ኣምፕረዲክተብል እዩ ንዕኡ እውን እየ ክልቲኦም ሓላፍነት ዝጎደሎ ኩነታት ዝገበርዎ ኣብ ካብ ስምዒት ኣቲኻ ብናይ ስካር ብሄርተኝነት ድዩ ብናይ ኢትዮጵያዊነት ብዚ ጨፍላቕ ኣተሓሳስባ ናይ ክልቲኡ ዝወለዶ ፖለቲካል ክራይሲስ ናብ ከምቲ ሓወይ ዝበሎ ናብ ሂማኒታርያን ክራይሲስ ኣትዩ ካብኡ እውን ሓሊፉ ናብ ሶሳይታል ትራማ እዩ ኣትዩ ዘሎ ናይ ብሓቂ ካብቲ ሓወይ ዝገለፆ ንላዕሊ እውን ክገልፅ ኣይክእልን እያ እቲ ተገይሩ ዘሎ ስለዚ እቶም ዝተገበሩ ነገራት ግን መን እዮም ገይሮሞ ብኸመይ ኩነታት እዩ ተገይሩ ዝብሉ ግን ሕውስውስ ዝበለ ኢንፎርሜሽን እዩ ዝበፅሐና። ኣንፎርቹኔትሊ ኣነ ኣብቲ ዓዲ የለኹን ብርሑቕ እየ ዘለኹ ምናልባት ኣብ ኣብርሃ ዝበለፀ ስእሊ ክኸና ይኽእል እዩ ግን ዋላ ኣብዚ ኮይኖም እውን እቲ ዝህቡና ስእልን እቲ ሚድያ እንሰምዖ መወዳእትኡን ክልተ ዝራፀሙ ነገራት ኢና ንሪኦም። እቶም ኣብ መሬት እቲ በደል ተፈፂሙ እቲ ዳሜጅ እውን ሪፔረብል ኮይኑ ከም ንሪኦ ዘለና ብጣዕሚ ዘሕዝን እዩ ግን ንቕድሚት ከመይ ኢልና ንኸይድ? ንዝብል ከም ህብረተሰብ ካብ ኩሉ ካብ ኩሉ ድማ ክሳዕ ሕዚ ዝመጻናሉ ከይዲ ብፍላይ ሪለቲቭሊ ጥዑይ ካንስቲቱሽን ኣለና ኢልና ኣብ ዝኣመንናሉ ኩነታት ሓደ መዓልቲ መንግስቲ ተሓታታይ ኮይኑ ዝተረኸበሉ ግዜ የለን። ተሓታታይ መንግስቲ ተረኺቡ ኣይፈልጥን ሓደ መዓልቲ። ምክንያቱ ባዕሉ ፍርዲ ቤት፣ ባዕሉ ፓርላማ ዋላ እቶም ጠቕላይ ሚኒስተር እውን ባዕሎም ተዛሪቦም እዮም። ፓርላማ ብልጽግና እዩ፣ ፌደሬሽን ምክር ቤት እውን ብልጽግና እዩ ኢሎም። ስለዚ ከምዚኡ ዝኾነሉ ግዜ ሒዝናዮ ዝመጻእና ኣብ ሓደ ባስኬት እንቋዓሖ ኣእቲኻ ኣብ ዝኸድካሉ ኩነታት ሕዚ ነዚ ኩነታት ንዝተፈጠረ ፍትሒ ባዕልኻ ዘይገበርካዮ እሞ ድማ ንስኻ ዝሃነጽካዮ ካንስቲቱሽኑ ዲፋይ እናገበርካ እትኸደሉ ምኽንያት ምናልባት በዚ እንቋዕ ሕለፎ ኢለ ከመስግኑ ንደሊ እየ ምኽንያቱም እቲ ኣብ ማእጽኡ ዝነበረ እትካይዶ ዝነበረ እቲ ናህሪ ብጣዕሚ ዝደንግጽ ኩነታት ስለ ዝነበረ እየ ብፍላይ ውን ዲናይ ይገብሮ ኢለኹ።
ሓሊፉ ድዩ ግን ኤርምያስ? ሓሊፉ ድዩ እቲ ኣብ ትግራይ ዘሎ ኩነታት፣ እቲ ብርሰት፣ ዕንወት? እቲ ኣብ መሬት ዘሎ እቲ ብርሰት ባይ ዘ ዌይ ስቕ ኢሉ ክውዳእውን ኣይኽእልን። ሊንገር ክገብር እዩ፣ ንነዊሕ ግዜ እውን ክኸይድ እዩ። ምኽንያቱ ኢንስቲትዩሽን እዩ ኮላፕስ ገይሩ። ኢንስቲትዩሽን ኮላፕስ ዝገበረ ብዝተወሰኑ መሓውር ኔትወርክ ዝምራሕ ዝነበረ ኣድሚኒስትሬሽን ዓዲ ገዲፉ እዩ ንበረኻ ከይዱ። ስለዚ ካብ ውሽጣዊ ሓይሊ እውን ግዳማዊ ሓይሊ እውን ናይ ደገ ሓይሊ እውን ከም ድሌቱ ዝገብረሉ ኩነታት ተተፈጠረ ቀልጢፉ ክመሓየሽ እውን ዝኽእል ኣይመስለንን። እቶም ሽግራት እውን ከም ዘለዉ እዮም። ምናልባት ኣነ ተወዲኡ እዩ ኢለ ኣይኣምንን። ምናልባት እቲ ዓብዪ ሚሊተሪ ዋይዙ እቲ መንግስቲ እውን ኣፕሬሽን ወዲኤ እየ እዩ ዝብል። ምናልባት ኣብቲ እቶም ዝተወሰኑ ከባብታት ናይ ባዕሎም ምምሕዳራት ኣብ ምጥያሽ ክትሪኦ ከለኻ እቶም ዓበይቲ ከተማታት ረድኤትን ብተወሰነ መልክዑ ኣብ ዝበፅሕሉ ቦታታት ክትርኢ ከለኻ ናብ ኖርማልሲ ናይ ምምላስ ቴንደንሲ ብተወሰነ መልክዕ ከም ዘሎ ይርደካ ልችታት ኢንፍራስትራክቸር ተቢሎም ዝነበሩ በዓል ልቺ ባንክታት እውን እናተኸፈቱ ከም ዘለዉ ትሪኦ ግን እዚ ማለት ግን ኣብ ዓበይቲ ከተማታት ሰላም ስለ ዝኾነ ሙሉእ ሃገር ሰላም እዩ ወይ ኹናት ተወዲኡ እዩ ክንብል ኣይንኽእልን። ብኡ እየ ዝርድኦ ኣነ። ትከታተልዎ ዘለኹም መደብና ምስ ኣጋይሽና ኣቶ ኣብርሃ ሃይለዝጊ ኣብ ዩኒቨርሲቲ መቐለ መምህር ከምኡውን ኣርክቴክት ኤርምያስ ኣማረ ካብ ኒውዮርክ ዝካየድ ዘሎ ቃለ መጠይቕ እዩ። መደብና ይቕፅል። ኣብርሃ ኣብዚኣ ኣቶ ሓዱሽ ዝሓተትዎ ብጣዕሚ ሰፊሕ ነገር እዮም ማለት ኣብ ትግራይ ኣብ ሰዓት እዚ ወሪዱ ዘሎ ኣብ መላእ ሃገር ብልዕሊ ትግራዋይ ይወርድ ኣሎ ዝበልዎ ኩሉ ኣብ ትግራይ ዘሎ ዕንወት ኩሉ ገሊፆም ኣለዉ እሞ እዚ ናይ ሕጊ ምኽባር ወታደራዊ ስርሒት ድዩ ክበሃል ከምኡ ዲኹም ትርድእዎ እዩ ትሕቶ እሞ እስኪ ኣብዚ ዘለካ ርእቶ ምስ ሓታታይ ሙሉእ ንሙሉእ እየ ዝስማዕማዕ። እዚ ሕጊ ምኽባር ማለት ከምዚ እንድሕር ኮይኑ ሕጊ ተዘይኽበር ይመርፅ ማለት እየ ኣነ። ምኽንያቱ ሕጊ ምኽባር ማለት ኣዶታትን ኣዋልድን ምግሳስ ምዕማፅ እንድሕር ኮይኑ ሕጊ ምኽባር ማለት ብፀሓይ ቀትሩ ካብ መንእሰይ ክሳብ ሽማግለ ብዘይ ሕቶ መን ምዃኑ እንተይፍለጥካ ብዓይነይ ዝረኣኹዎ ኢሉ ብጥይት ዝቕሎ ብጥይት ዝርሸን እንድሕር ኮይኑ ሕጊ ዘይምኽባር እዩ። ሕጊ ምኽባር ማለት መንገዲ ዓፂኻ መድሓኒት ከይኸይድ ምኽልካል እንተኾይኑ ሕጊ ዘይምኽባር ይመርስ ማለት ኣይኣምን። ሕጊ ምኽባር ማለት እዚ ኩሉ ግፍዕታት ምፍፃም እንድሕር ኮይኑ ኣነ ሕጊ ዘይምኽባር ይመርፅ ማለት እዩ። ብስሩ ከ ነየናይ ሕጊ እዩ ዝኽብር? ኣብ ትግራይ ቅድሚ ሰለስተ ወርሒ ኣየናይ ሕጊ እዩ ተጣሒሱ ሕጊ ከኽብሩልና መፅዮም? መን ከ እዩ ሕጊ ተጣሒሱ ኢልዎም? ንሕና ከም ህዝቢ ህዝቢ ትግራይ እወ ሕጊ ተጣሒሱ ኣብርሃ ኢልዎም ኣብ- ኣብዚኣ ክሕዘካ ኣብርሃ ስምዐኒ ሓደ ግዜ ሓደ ግዜ ኣብርሃ ኣብዚኣ ክሕዘካ እሞ ቕድሚ ሰለስተ ወርሒማ መንግስቲ ኢትዮጵያ እንታይ እዩ ዝብል ናይ ህወሓት ሓይሊ ኣብ ልዕሊ እዚ ሓይልታት ምክልኻል ኢትዮጵያ ኣብ ትግራይ ዝነበረ ጭፍጨፋ ፈፂሙ ወታደራዊ ስጉምቲ ወሲዱ ቐቲሉ ማሪኹ በቲኑ ሕጊ ተጣሒሱ እዩ ዝለዓል ብወገን መንግስቲ ኢትዮጵያ። ኣብኡ ኣነ ናይ ኢንተለጀንስ ኢንፎርሜሽን የብለይን። ክልቲኦም ወገናት ኣብኡ ይወናጀሉ እዮም። ምናልባት ናይ ፌደራል መንግስቲ ከም ዝበልካዮ ህወሓት ኣብ ሰሜን እዚ ሕጋዊ ዘይኮነ ስጉምቲ ወሲዱ እዮም ዝብሉና ህወሓት ድማ እዚ ናይ ትግራይ መንግስቲ ብልፅግና ንሰሜን እዚ ብምጥቃም ምስ ሻዕብያ እውን ብምውሃድ ካብ ውሽጢ ኩናት ክእውጀልና እሞ ኣመራርሓና ክማርኸልና ይምኩር ነይሩ ስለዚ ናይ ክልተ መዓልቲ ሰለስተ መዓልቲ ሓበሬታ ስለ ዝበፅሐና ቀዲሙ ክልተ መዓልቲ ሰለስተ መዓልቲ ቀዲምና ኢና ስጉምቲ ወሲድናዮ ስለዚ እሞ ኣብ ልዕሌና ክእወጅ ዝነበረ ኹናት ኢና ምሲና እምበር ንሕና ኣቐዲምና ኣይወሰድናን። ኣብ ልዕሌና ክውሰደና ዝኽእል ስጉምቲ ብሰሜን እዝ ኣቢሉ ብደገ እውን ናይ ኤርትራ ሻዕብያ ሓይሊ ደጋፊ ገይሩ ዝበፅሐሉ ሓበሬታ ስለነበረ ኣቐዲምና ስጉምቲ ወሲድና እዮም ዝብሉ። ስለዚ ኣነ ኢቲ ኢቲ ክትል ምባል ብቑዕ ሓበሬታ ብቑዕ መርትዖ የለይን። ግልግልቲኦም ይዋናጀሉ'ዮም እዙይ ኣነ ዝብሉ ዘለኹ ኣብ ልዕሊ ህዝቢ ትግራይ ዝውሰድ ዘሎ ኩለመዳያዊ ስጉምትታት ሕጊ ምኽባር ድዩ ኢና ክንብሎ ሕጊ ምኽባር እንድሕር ኮይኑ ስለዙይ እምበኣር ሕጊ ዘይምኽባር ይሕሸኒ እየ ዝብል ዘለኹ ኣነ። ሕወሓት። ገሬ ኣደ ሓንቲ ሓንቲ ነገር ልተኣሲቦም ስ። ኣሕጽር ኣቢልካ።
ኣቐድም እውን ቢለ ጠቒሰዮ እንዴት ንስኻ እውን ብደንቢ ኣቕሚጥካዮ ኢኻ ኢንፋክት ሓደ ሓደ ሻዕ ኣብቲ ውሽጢ ዘሎ ካብ ዝዛረብ ክልቲኡ ሓይልታት ታይ ከምዝብሉ ከምቲ ኣብርሃ ዘቐመጦ እዩ እሰማመዐሉ እየ ድማ ግን ካብዚኦም ውፅእ ኢሉ Independent Opinion ክህቡ ዝኽእሉ ኢልካ እትሓስቦም ከም መብዛሕትኡ Relatively ማለት እዩ መንግስቲ ኣሜሪካ ከም ዝብሎ Michael Beyne እቲ ናይ ኣምባሳደር ኣሜሪካ ኣብ ኢትዮጵያ ዝነበረ ሓደ ነቲ ናይቲ ዓዲ ግዝኣታዊ ሓድነት ዘኽብር ሓይሊ ናይ ሕገ ምኽባር ብዝገበሮን ሓደ ድማ Insurgency ወይ ድማ ዓሚፁ ንማእኸላይ መንግስቲ Defy እናገበረ ፖለቲካስ ከም ውግእ ገይሩ ዝሓስቦ ማለት እዩ ከምኡ ኢሉ ተዛሪቡ እዚ ብናይ ትራምፕ ኣድምንስትሬሽን ዝነበረ ሰብኣይ እዩ። እዚ ዘብለኒ ዘሎ እንታይ እዩ ሓደ ሓደ ሻዕ ንባዕልኻ እውን ውፅእ ኢልካ ምርኣይ ኣገዳሲ ምስማኑ ምክንያቱ ሽግራት እንድሕር ብደንቢ መንቀሊኦም እንድሕር ዘይትሪኦም ዘይትርድኦም ኮይንካ መፍትሒኡ እውን ስለዝጠፍእ ብዝብል እየ። ፅቡቕ እሞ ኣብርሃ ናባኻ ክምለስ ሕዚ ህወሓት ኣብ መንግስታዊ ስልጣን የለን፣ ገሊኦም ኣባላት ኣመራርሓን ጥሮታ ወፂኦም ዝነበሩ ነባራት ወይ ድማ ገዳይም ተጋደልትን ህወሓትን ተታሒዞምን ተቐቲሎምን ኣለዉ። ናይ ኢትዮጵያ ኢተማዦር ሹም ኣብ ቀረባ ንዜና ኣገልግሎት ኢትዮጵያ ኣብ ዝሃብዎ ቃለ ምልልስ እውን ህወሓት ምሉእ ብምሉእ ከምዝተዳኸመን ሰላሳ ኣባላት ዝሕዝ ወታደራዊ መስርዕ ወይ ቁመና ዮብሉን ኢሎም ኣለው። ብዙሓት ዓለም ለኸ ትካላትን ኣብቲ ባይታ ካብቲ ህዝቢ ዝስማዕ እንዘሎ ድማ እቲ ግጭት ከም ዝቐጸለን ኣስታት ኣርብዓ ሚእታዊ ናይ ትግራይ መሬት ካብ ቁጽጽር መንግስቲ ፌደራል ወጻኢ ምዃኑ ይግለጽ ኣሎ። ህወሓት መሊሱ ናይ ምንስህራር ወይ ናይ ምልዓል ዕድል ማዕረ ክንደይ እዩ ትብል ኣብርሃ? ብመጀመርያ ኣብቶም ነባራት ተጋደልቲ ዝተኣሰሩን ብፍላይ ድማ ሂወቶም ዝሓለፉን ኣድሂበ ርእይቶይ ክህብ ቅድሚ ኩሉ መንግስቲ ሰማያት የዋርስቶም ክብል ይደሊ። ካብኡ ብምቕጻል ግን እዞም ሰባት እዚኦም ንሕማቕ ይጸብቕ ንሃገሮም ወኪሎም ንልዕሊ ዕስራን ሸውዓተን ዕስራን ሽዱሽተን ዓመታት ኣብ ልዑል ሓላፍነት ዝነበሩ ሰባት እዮም። እዞም ሰባት እዚኦም ክመጹ ከለዉ ብዝተፈላለየ መንገዲ ህይወቶም ክሓልፍ ከሎ ምእንቲ ኣቶም ዘይኮነስ ምእንቲ መጻኢ ወለዶ ምኽባር ግቡእ'ዩ ነይሩ። ባንዴራ ትሕት ኢሉ ተንበልቢሉ ሓዘን ክግለጸሎም ዝግብኦም ሰባት ደኣ እምበር እዚኦም ሰበር ዜና ኢልካ ሞይቶም ቀቲልናዮም ኢልካ ዜና ዓወት ዝንበበሎም ሰባት ኣይነበሩን። ከም ዘይምዕዳል ኮይኑ ግን ኣብዚ ሃገር ከምኡ ኮይኑ ኣሎ ከምኡ እናኾነ'ውን መጺኡ። ስለዚ እዛ ሃገር እዚኣ ናብ ንዜጋታታ ክብሪ ዘይትህብ ንዘገልገላ ክብሪ ዘይትህብ ንኋላ ቅድም ኢሉ እውን ብኣምሓርኛ ዝድረፍ ቀደም ብተዋረድ ዝመፀና ኢትዮጵያ እገረ የሞተልሽ ፀርፎ የገደለሽ ዘላ ዝበሃል ዓይነት ኣበሃህላ ሕዚ እውን ታሪክ ባዕሉ ይደግም ሕዚ ይድገም ኣሎ እና እዞም ሰባት እዚኦም ምእንቲ ባዕልካ ክትብል ኢካ ተኩረት ምእንቲ ሃገርካ ምእንቲ መፃኢ ወለዶ ክብሪ እቲ ዝመፅእ ወለዶ ንዚ ሃገሩ እንተደኺሙ ክብሪ ዘክ ምኳኑ መልእክቲ ንምምሕላፍ ኢልካ ኢካ ተኩሮ እምበር ዝሞቱ መይቶም እዮም ድሕሪ ሞት ክብሪ የለን ዝምድና ምስ ወለዶ ንሃገርካ ከምዚ እንተደኺምካሲ ንሃገርካ ወኪልካ እንተሰሪሕካስ ከምዘለ ክብሪ ትረክብ ኢኻ ዝብል መልእኽቲ ንምሕላፍ እዩ ነይሩ። ሕዚ ግን ብኣንጻሩ እዩ ኮይኑ እሞ ብጣዕሚ እዩ ዘሕዝን። ስለዚ እዚ ናተይ ቅሬታን ሓዘኔታን ክገልጽ ስለዝደለኹ እየ። ብምቕጻል እቲ ህወሓት ምስ ህወሓት ኣተሓሒዝካ ምስ ኢታማጆር ሹም ናይዛ ሃገር ዝገለጾ ኣተሓሒዝካ ዝሕተትካ ንሕቶ ኣነ ብዛዕባ ህወሓት እዚ ዘይሕጋዊ እዩ፣ ጁንታ እዩ፣ ብዛዕባ እናተባሃለ ይግለፅ ስለ ዘሎ እሞ ብዛዕባ እዚ እንተ ገሊፀ ምስ ኣብ ሃገር ውሽጢ ኮይኑ ዝኸውን ዘሎ ምስ ናይ እዚ ኣዋጅ ዘለናሉ ኩነታት ነፃ ኮይኑ ርእቶ ንምሃብ ይከብደኒ ምክንያቱ መጠን ዝፍታሕ እየ ንፈልጠ እየ እንዲያም እዚ ዝመፀ ይምፃ ኢለ ደፊረ እየ ዝዛረብ ዘለኹ እምበር ራሕንጎ እንታይ ከም ዝበሃል ኣይፈልጥን ግን ድማ ንኢታማጆር ሹም ዝሃገር ይኹን ንኢትዮጵያ መንግስቲ ክሓቶ ዝደሊ እንድሕር ደኣ ህወሓት ሞይቱ ኮይኑ እሞ ትሕቲ ሓንቲ ጋንታ ሃልያ እንተኾይና ምስ መን ድኣዮም ዝገጥሙ ዘለው ኹናት እዩ ዘይርደኣኒ ሕዚ ኣነ ናተይ ሕቶ እንታይ ኢለ ምሓተትክዎ ሕዚ ረሲዑ ነይረ እኒ ብርሃኑ ጁላ ምስ መን ድኣ ኢኻ ትገጥም ዘለኻ ሽሾ ሰራዊትን ዝተፈላለዩ ዘመናዊ ኣፅዋርን ኣኸቲልካ ናብ ዝተፈላለዩ ቁሸታትን ናብ ዝተፈላለዩ ቦታታትን ትግራይ ትገብሮ ዘለኻ ናይ ኲናት ወፍሪሲ ምስ መን ድኣ ኢኻ ትገጥም ዘለኻ መን ድኣ እዩ ትግራይ ምሳኻ ዝጋጠም ዘሎ ካሊእ ሓይሊ ድኣ ኣቲና እዩ ሱዳን ድማ ኣቲና እዩ ኤርትራ ከም ዝኣተወ ይፈልጥ እየ ምስ ኤርትራ ካዓ ኣይኮኑን ዝገጥሙ ዘለዉ እኳ ዳኣስ ምስ ናይ ኤርትራ ሰራዊት ሓድነት ፈጢሮም እዮም ኩናት ዘካይዱ ዘለዉ ስለዚ ምስ መን ዳኣ እዮም ዝገጥሙ ዘለዉ ኢሎም ሓተትክዎ ነይረ ንብርሃን ጁላ። ኣብ ዘረባና ዓንቶ ክትገልጽ ገለኻ ኣነ ብዓይነይ ዝረእኹዎ ምርሻን ዝረኣኹዎ እየ ዝዛረብ ዘለኹ ኢልካ ነይርኻ እሞ ሰብ ክቕተል ዲኻ ሪኢኻ ኣበይ ኢኻ ሪኢኻ? ኣነ ብዕለት ዓሰርተ ሓደ ወይ ዓሰርተ ክልተ ሕዳር ኣቢሉ እዩ መስለኒ ናብ ትውልዲ ቦታይ ናይለት ዝብሃል ከባቢ እዩ ንመግለጺ ከይደ ነይረ ኣብ መቐለ ናይ ፀጥታ ሽግር ምንባሩ ምስ ናይ ቤተሰብ ዝተተሓዘ ጉዳይ እውን ነይሩ ናይ ቤተሰብ ጉዳይ ኩሎ ተደሚሩ ብቻ ናብ ቤተሰብ ንምስካት ናይ መግለፂ ከይደ ነይረ ኣጋጣሚ ኮይኑ ኤክስፕሬስ ዝገበርኮ ዘጠለኽዎ ነርጋጥሚ ከቢድ ኩናት ዝበሃል ናይ ብማእኸላይ ግንባር ተባሂሉ ዝመፀ ሓይሊ ከባቢ ሸመንተ ክፍለ ሰራዊታት መካናይዝድ ሓይለ ኣኸቲሉ ዝመፀ ከቢድ ኩናት ነይሩ ሓደ መዓልትን ሓደ ሌትን ኩናት ተኻይዱ ድሕርቲ ኩናት ሰለስተ መዓልቲ ወይ ኣርባዕተ መዓልቲ ዝኸውን ተረጋጊዑ ኩናት ከየለ ርሒቑ ናብ ተምቤን ኣከባቢ ወርቃምባ ኣከባቢ ምስ ተሻገረ ኣብኡ ሰራዊት ገዲፉ ከይዱ እቲ ተዋጋኢ ሓይሊ እቲ ሰራዊት ኣብኡ ገዲፉ ዘዝኸደ ኢንዱስትሪ መትኒ መንተን ተይፈለየ ንሲቪላት ወሸን ኢሉ እንትቐትል ብዓይነ ርኤ ኣነ እውን ንሕንቂ ቀሊጠ ካብኡ ሃዲመ ናብ ጋንታ ኣፈሹም ኣዘባ ዝበሃል ከባቢ ናብኡ ከይደ ሚተ ኣብኡ ቀኒ እየ እሞ ኢሉ ሞት ባዕለይ ስለ ዝረኣኹዎ እየ መዓት ማለት ብጣዕሚ ዘግናን እዩ ዝኾነ ማለት እዚ ምዝርዛር ተልዎ ክዝርዝር ይኽእል እየ ብጣዕሚ ዘግናኒ ብዕስራን ሓደን ክፍለ ዘመን ኣይኮነን ኣብ ዓሰርተ ትሽዓተ ክፍለ ዘመን እውን ከምዚ ዝኣመሰለ ጭካነ ዝተማልኦ ዘግናኒ ዝኾነ ቅትለታትን መርሸንትን የጋጥም እዩ ኢልካ ዘይትሓስቦ ከቢድ ዝኾነ ንምሕሳቡ ከቢድ ነዚ እንድያም ዝተሕሽም እምበር መጀመርያ ናይ ብሓቂ ስእሊ ትሮማቲክ ዝኾነ ነረ ብጣዕሚ ብጣዕሚ ብጣዕሚ መዘግናኒ እዩ ነይሩ እዚ ኣድላይ ዝኾኑ ያው ክንዘሮ ንኽእልና ዝኾነ ኾን እዚ ብዓይነ ዝረኣኽዎ እዩ ከም ምቕታል ንብረት ምውራር ብዘይ ኣፈላላይ ማለት እዩ እዚ ብዓይነ ዝረኣኽዎ እዩ መን እዩ ዝቐትል ነይሩ ሰራዊት ኢትዮጵያ ድዮም ምናልባት ተዓየ እንተዘይሃልዎ ብግልፂ ንምዝራብ ናይ ሻዕብያ ሰራዊት እዩ ዝቐትል ዝነበረ ኣብቲ ኣነ ዝነበርኩሉ ከባቢ ናይ ሻዕብያ ሰራዊት እዩ ነይሩ ናይ ሻዕብያ ሰራዊት እዩ ዝቐትል ነይሩ እዚ መደብ እዚ ኣይተዛዘመን ፅራሕ ሰንበት እውን ክንቅፅለሉ ኢና ክሳብ ሽዑ ግን ነጋይሽና ኣዝና ነመስግን በዚ እምበኣር ናይ ሎሚ ቀዳም ምድላውና ፈፂምና ኣለና